ሄይ ሽኮይናታት ወልካም ባክ ቱ ሽኮይና ብሓቢ ከመይ ቀኒኹም ኩላትኩም ክቡራት ተኸታተልተይ ሎመዓልቲ ኣዳልየ ዘለኹ መደብ ናይ ጨጉሪ እዩ ዘሪኦኩም ካብ ሎመዓልቲ ናይ ሄር ትሪትመንት እዩ ጨጉሪ ናይ ጨጉሪ ትሪትመንት እዩ ቀላልያ እዚ ኩሉ ኣስፔዛ ንዚኣ ክትሰርሕዎ ኣብ ገዛኹም ትረኽቦ ኢኹም ትደይ ትረኽብዎ ኣብ ገዛኹም ኳ ኣብ ዝኾነ ዱካን ኦንላይን ኳ ትረኽብዎ ኢኹም ኣብ ትሕቲ ዲስክሪፕሽን ባር ከዓ ከፅሕፈልኩም እየ ተስፋ ይገብር ትፈትዎ ትኾኑ እዚ ቪድዮ ሓደሽ እኻ ተኾይንኩም ከይትርስዑ ሰብስክራይብ ክትገብሩ ካልእ ኸዓ እዚኣ ናይ ጨጉሪ ትሪትመንት ንደቂ ኣንስትዮ ንደቂ ተባዕትዮ ትኸውን እያ ብዙሓት ኢኹም ትሓቱኒ እዚ ትሰርሕዮ ንደቂ ኣንስትዮ ድዩ ንደቂ ተባዕትዮ ኢኹም ትብሉኒ ኩሉ ግዜ ናይ ጨጉሪ ተኾይኑ ናይ መኸላኸሊ ናይ ቆርበትና ተኾይኑ ዝግደስ ንወዳት ንጓላት እዩ ሶ ኣይትሕፈሩ ትጥቀመሉ ኢኹም ንስኹም ከ ኣወዳት ኣብ ዲስክሪፕሽን ባር ክፅሕፈልኩም እየ ኩሉ ትጠቀምኩሉ ንዚኣ ክሰርሓ ኦሶ ከ ኣብቲ ቪድዮ ከ ክፅሕፈልኩም እየ ተስፋ ይገብር ትፈትዎ ትኾኑ ከይትርስዑ ከ ላይክ ካመንት ሸር ን ሰብስክራይብ ክትገብሩ ሓደሽቲ ትኹም ከ ከይትርስዑ ሰብስክራይብ ክትገብሩ ኩላትኩም ከ ሰብስክራይብ ትገብሩ ኣለኹም ብጣዕሚ እየ ድምስግነኩም ሸር ትገብሩ ኣለኹም ብጣዕሚ ይምስግነኩም ንኩላትኩም ቴንኪ ክብለኩም ይደሊ ካልኣይ ከዓ ዝኾነ ሕቶታት ኣለኩም ኣይኖ ሓደ ሓደ ግዜ ቀልጢፈ ኣይምልስ ንሕቶታት ይበዝሐኒ ኮይኑ እዩ ካልእ ከይስምዓኩም ከይሞ ላይክ ኣይ ሰድ ቴንክ ዩ ንኩላትኩም ሕጂ ንመደብና ንእቶም መጀመርያ ንጥቀም እዚኣ ማስ ክንሰርሓ ኣቨካዶ ኢና ክንጥቀም ኣነ ፍርቂ ኣቨካዶ እየ ክጥቀም ነውሕቲ ኮይኑ ከዓ ጨጉርኹም ሓንቲ ምልእቲ ክትጥቀሙ ኢኹም ኣቨካዶ ኣብ ዝኾነ ትረኽብዎ ኢኹም ድኳናት ሱፐር ማርኬት ኣነ ዝበሰለተ ዝጥቀም ብስልቲ ክትኮን ኣለዋ ውሽጣ ስጋኣ ልምልም ዝበለ ሶፍት ዝኾነ ካልኣይ ትጥቀሙ ካ ምልእቲ ቃቅሖ ካ ክትጥቀሙ ኢኹም ዝኾነ ኣቃቅሖ ናተይ ብራነ ናትኩም ጣዕላት ኣለኩም ካ ትጥቀሙ ኢኹም ካልእ ከኣ እዚኣ ዘይቲ ትዝክሩ ተኾንኩም ኣብ ዝሓለፈ ዘርጊሐ ነረ እዚኣ ሮዝሜሪ ዘይቲ እያ ዘይቲ ናይ ኣዝመሪኖ ኣብ ዝኾነ ድኳናት ትረኽብዋ ኢኹም ኦንላይን ኳ ትረኽብዎ ኢኹም እዚኣ ኸዓ ብላክ ካስተር ኦዮ እያ ጀሜካን ብላክ ካስተር ኦዮ እዚኣ ኣብ ዝኾነ ድኳናት ናይ ጨጉሪ ትረኽብዋ ኢኹም ኦኬ ሕጂ እዚ ብለንድ ክገብሮ እየ ኣነ ከም ዝበልኩኹም ፍርቂ ኣቮካዶ ክጥቀም ንስኹም ነዊሕ ተኮይኑ ጨጉርኹም ምልእቲ ኢኹም ክጥቀሙ ኩሉ እቲ ኣቮካዶ ስግኡ ነቲ ኣቮካዶ ኩሉ ኣብቲ ብለንደ ክትእትዎ ኢኹም ተለኩም ተረፍ ናይ ውሽጢ ኣቮካዶ ኩሉ እትዎ ከይትርስዑ ዝኾነ ነገር ኣነ ከም ዝበልኩኹም ልምልም ደበለ ኣቮካዶ ዝጥቀም ዘለኹ ልምልም ዝበልኩኹምካ ከምዚ ዝበሰለት ራይፕ ዝኾነት ከም ክጥቀሙ ሓንቲ ማንካ ኸዓ ብላክ ካስተ ኦዮ ክገብረ ጀሜይካን ብላክ ካስተ ኦዮ ሓንቲ ማንካ ክጥቀመ ዝበልኩኹምካ እዚኣ ብላክ ካስተ ኦዮ ኣብ ዝኾነ ድኳናት ትረኽብዋ ኢኹም ኣብ ውሽጢ ኣሜሪካ ቢዩቲ ሰፕላይ ስቶር ትረኽብዎ ኢኹም ኣብ ኦንላይን ትረኽብዎ ኢኹም ሓንቲ ምልእቲ ኣቕሖ ኸኣ ነታ ኩባያ ክእትወላ እየ። ኣነ ብራውን ይጠቀም ኣለኹ ኣብ ገዛ ደነበረ ኮይኑ ተለኩም ብራውን ትጥቀሙ ኢኹም ትደልኹም ከ ጻዕራ ኣቕሖ ኸኣ ትጥቀሙ ኢኹም። ብዙሕ ኣገዳሲ ኾነን ሕብሪ ናይቲ ኣቕሖ። ካልእ ከኣ ዓሰርተ ንጣብ ናዚኣ ኣዝማሪኖ ዘይቲ ሮዝሜሪ ዘይቲ ከኣ ክገብረሉ እየ ሕጂ እዚ ኩሉ ገይረ ኣለኹ ኣብዚ ኩባያ ሕጂ ብለን ክገብሮ እየ ክሕውሶ እየ ሕጂ ኣብዚ ጥቡ ገይሩ ክትሕውስዎ ኣለኩም ሓፊስ ክኸውን ኣለዎ ከምዚ ሓፊስ ክሪም ዓይነት ክኸውን ኣለዎ ንሓራይ ከዓ ኩሉ ኦከይ ሕጂ ብሌን ጌርኩም ወዲእኹም ኣብ ዝኾነ ሸሓኒ ክትእትዎ ኢኹም ትሪትመንትኩም የብልኩም ተኾይኑ ኸዓ ብለንደር ደሓን ፀገም የለን ብፋርኬታ ጌርኩም ትገብሩ ኢኹም ትዳውስዎ ኢኹም ብለን ትገብሩ ኢኹም ብፋርኬታ ጌርኩም ሕጂ ኣነ ወዲኤ ኣለኩ ብለን ገረዮ ኣለኩ ኣብ ሸሓነ ኢተዮ ኣለኩ ሕጂ ኣብ ጮግረይ ኣፕላይ ክገብሮ እየ ሓፊስ ክኮን ኣለዎ ካኣ ከይትርስዑ ሓፊስ ክኮን ኣለዎ እቲ እቲ ትሪትመንት ኮማስ ሕጂ ከምኡ ኮይነ እየ ደለምለመ ልምልም ደበለ ኣቨካዶ ክጥቀሙ ኣለኩም ቢከስ ስዩ ጥቡ ገይሩ ብለን ክገበር ዳሕራይ

ገይረ ኣፕላይ ክገብሮ እየ በ- ከም ዝበልኩም ኣገዳሲ ኮነ አ፣ ሕጂ ንታ ትሪትመንት ካብ ሽፋን ርእስና ጀሚርና ነቲ ሱር ናይ ጨጉርና እቲ ጫፉ ኸኣ ክትለኽዎ ኢኹም ኣገዳሲ እዩ መጀመርያ ኣብቲ

ጥቃቃቀስ ኣይነታ ትግርኛይ ፅቡቅ ጌርክ ፕርናንስ ኣገበርኳ ዘለኹ በተረዲእኹምኒ ትኾኑ ኢኹም ሕጂ ከም ዝበልክኹም ብለን ሰርኩላር ሞሽን ከምቲ ኣነ ዝገብሮ ኣለኹ ሰርኩላር ሞሽን እንዳገበርኩ ክትገብሩ ኢኹም እቲ ጨጉርኹም ንኩሉ ርእስኹም ከዓ ከምኣ ጌርኩም ዳመቀልኩም ኢኹም ክት ኣፕላይ ክትገብርዎ። እዚኣ ሄር ትሪትመንት ከዓ ብጣዕሚ እየ ዝፈትዋ ኩሉ ነገር ናይ እዚኣ ማስ ንጨጉርና ትሕግዝ እያ ንጨጉርና ተውቅሎ ሓይሊ ትህቦ ነቲ ጨጉርና ጨጉርና ተወቂሉ ከዓ ዳሮ ገደ እዩ ዝበቁል እቲ ጨጉሪ ቲኪ ዝኸውን ሕጂ ኣነ ጨጉረይ ኩሉ ግዜ ኣብ ሰሙን ሓንሳብ ኣብ ሰሙን ኩሉ ግዜ ተለኩምኳ ኩሉ ግዜ ኮንኩ ዝገብሮ ኣብ መዓልቲ ኣብ ሰሙን ሓንሳብ ኣብ ሰሙን እየ ዝገብሮ ኩሉ እዚኣ ማስ ንጨጉርና ከም ዝበልኩኹም ተንውሐልኩም እያ ተድልድለልኩም እያ ጨጉርኹም ይብርትዕ እቲ ጨጉርና ካልእ ነገር ኳ ፅቡት ኣለዎ ሞይስቸር ይህበና እዩ እዚ ጨጉርና እዚ ማስ ቢካዝ እንታይ እዩ ኣቮካዶ ብዙሕ ፋቲ ኣሲድስ ኣለዎ ፋቲ ኣሲድስ ኳ ስሕቢ ኣለዎ እቲ ስሕቢ ኳ እቲ ፋት ናይቲ ኣቮካዶ ንጨጉርና ከም ዝበልኩኹም የንውሐልና እዩ ሞይስቸር ይህቦ እዩ ጨጉርና ብዙሓት ሰባት ሕጂ ሓበሻ ሰብ ማይ ኣጢብኩም ጨጉርኹም ፍርስ ትገብሩ ኢኹም ብዙሓት ይፈልጥ ይፈልጥ ሕጂ ታይ ይኸውን እቲ ጨጉርና ይነቅጽ እዩ ተነቂጹ ከዓ ጨጉርና ኣይቦቀልን እዩ ዳተሰበረ ተሰቢሩ ከዓ ክወጥ እዩ ክረገፍ እዩ ጨጉርና ሕጂ ኩሉ ግዜ ኣገዳሲ እዩ ዝኾነ ጨጉርኻ ክትጥቀም ትኾንካ ዝኾነ ነገር ነቲ ጨጉርኻ ሞይስቸራይዝ ዝገብሮ ሞይስቸር ዝህቦ ከም ከም ነብስና ሕጂ ማይ ደይ ሰተና ተኮይና ንጠሚ ኢና ምሽ ጨጉርና ካ ከምኡ እዩ ትትገበሉ ዝኾነ ነገር ንዕኡ ሃይድሬት ትገብሮ ኢኻ ክትጥቀም ከም ነብስና ማይ ተሰቲና ምሽ ነብስና ፅቡቅ ንኸውን ኣይነቅፅን እዩ ሕጂ ጨጉርና ከዓ ከምኡ እዩ ይነቅፅ እዩ ሕጂ ንዕኡ ዝሕግዞ ዝኾነ ነገር ሞይስቸራይዝ ትገብሮ እዩ ሕጂ እዚኣ ኣቮካዶ ንበልክኹም ከዓ ኣቮካዶ ብዙሕ ፋቲ ኣሲድስ ኣለዎ ፕሮቲን ኣለዎ ቪታሚን ሲ ኣለዎ ቪታሚን ቢ ኣለዎ

ንቲ ብእሲ ንንዑ ኣብ መንፊ ጨጉሪ ከኣ ካብ ተገብሮ ትለኽዮ ሕጂ ከምኡ ኮይነ እሳ ኣብ እዚኣ ማስ እተያ ዘይቲ ናይ ሮዝሜሪ ከኣ ሮዝሜሪ ኦይል ት ኣዝመሪኖ ዘይቲ ሱኻ ኣብቲ ሽፋን ርእስና ተለኺናዮ ንቲ ደም ኣብቲ ሽፋን ርእስና ዘሎ ይቃሳቀስ እዩ ሕጂ ዝኾነ ጊዘ ጨጉርና

ቃቅሖ ትፈትው ተኮንኩም ፕሮቲን ኣለዎ ፕሮቲን ካኣ ጨጉርና የድልድሎ እዩ ንቲ ጨጉርና ሓይሊ ይህቦ ፕሮቲን ጽቡቅ እዩ ክትጥቀም ሕጂ እዚኣ ማስ ኮንዲሽን ትገብር እያ ንጨጉርካ ትልስሰልካ ሃይድሬት ትገብሮ ተጠሚኡ ንቲ ዝጠመአ ጨጉርና ማይ ትህቦ ሞይስቸር ትህቦ ፕሮቲን ኣለዎ ካልእ ነገር ጽቡቅ ነገር ኳና እዚኣ ማስ ፕሮቲን ኣለዎ ኤግ ናይ ቃቅሖ ፕሮቲን ጽቡቅ እዩ ንጨጉሪና። ካልእ ብዘይትታት ዝጠቀምኩሉ ከኣ ንጨጉርካ ዘንውሕ ንቲ ደም ኣብቲ ሽፋን ርእስካ ዘለዎ ከኣ ዘቃሳቅሶ ደማት እዩ። ሕጂ መሳጅ ትገብርዎ ኣብ ርእስኩም ከም ዝበልኩኩም ኩሉ ግዜ ኣገዳሲ እዩ ዝኮነ ማስክ ክትጥቀሙ ተኮንኩም ኣብ ርእስኩም or ዘይቲ ክትጥቀሙ ተኮንኩም ኩሉ ግዜ ኣብቲ ሽፋን ርእስኹም ኢኹም ምሳጅ ኢኹም ትገብሩ ኩሉ ግዜ። ከይትርስዕዋ እዚኣ ሽኮርኛታት ከይትርስዕዋ ok ሕጂ ብዝኾነ ጎማ ጌርኩም ትሽፍውኖ ኢኹም ጨጉርኹም ሕጂ ትሽፍንዎ ንጨጉርኹም ኣነ ሕጂ ንዚኣ ንሰዓት ንክልተ ሰዓት ኣብ ጨጉረይ ገዲፈዮ እዚ ማስ ሕጂ ዳሕራይ ዓጺብኩም ብመ ሻምፖ ጌርኩም ብኮንዲሽነር ጌርኩም ትኣጽዎ ጨጉርኹም እዚኣ ኣብ ሰሙን ሓንሳብ ኢኹም ትጥቀሙላ ቢካዝ ብዙሕ ግዜ ፕሮቲን ብዙሕ ክትጥቀሙሉ የብልኩም ኣብ ጨጉርኹም ሕጂ ኣብ ሰሙን ሓንቲ ግዜ ኢኹም ትጥቀሙ ኦኬ ሽኮናታት ተስፋ ይገብር ሎማዓቲ ድዳለኽዋ መደብ ፈቲኹማ ትኾኑ ከይትርስዑ ላይክ ክትገብሩ ሸር ክትገብሩ ካመንት ክትገብሩ ካልኣይ ኻኣ ሰብስክራይብ ካኣ ክትገብሩ ከይትረስዑ ኣብ እንስትርግራም ኣለኹ ኻኣ ኣብኡ ኻኣ ፋሎ ክትገብሩኒ ኻኣ ተስፋ ይገብር ቴንኪው ኻኣ ንኹላትኩም ትኻታተልዎ ደለኹም ናተይ መደበይ ብጣዕሚ እየ ድመስግነኩም ሰናይ ቀናይ ንኹላትኩም ክንራኸብ ኢና ኣብዛ ቀረባ እዋን ቻው ሽኮርናታት ባይ።